ሰላም ብሉጻት ናይ ሎሚ ቪድዮ ብጣዓሚ ኣዝያ ወሳኒት ዝኮነት ምናልባት ገንዘብ የብለይን ጥዕናይ ሲኢነ ኣለኩ ሙሉእ ኮንፊደንስ የብለይን ሰብ ድሕግዘኒ የለን ሲስተም ናይዚ ዓዲ እዚ ከቢድኒ ኣሎ ወላ ሓንቲ ትደለኒ የብለይን እሞ ካብ ዜሮ ከመይ ኢለ እየ ክብገስ ድሌት ኣለኒ ግን ከመይ ኢለ እየ ካብ ዜሮ ክብገስ ንዝብል ዝተዳለወት ቪድዮ እያ ነዘን ቀጺለ ዘርእየኩም መንገድታት ክጥቀመለን ምስ ጀመርኩ ድማ ኣነ ካብ ዜሮ እኳ ደኣ ካብ ነጌቲቭ ካብ ክሳራ ካብ ጥዕና ምስኣን ካብ ጭንቀት ካብ ሕሰም ኣውጺኤን ዝሓሸ ዓይነት ሂወት ንክነብር ዘክኣላኒ ብሉጻት ርኮና መንገድታት እየን ቀስ ኢለ ከኣ ብሬክ ዳውን እንዳገበርኩ ብዝግባእ ኣነ ድመጸኹሉን ንዓኹም ድማ ድጠቅመኩም መንገዲ እንዳረኣኹን ድማ ኣብታ ዘለኹማኸኩም ብኸመይ ዝሓሸ ሰላም ዝሓሸ ጥዕና ዝሓሸ ገንዘብ ዝሓሸ ፍቅሪ ከተስተማቅሩ ከምትኽእሉ ብዝግባእ ክንሪ ኢና ኣሕዋተይ ሓደራኹም ናብዚ ክትመጹ እንከለኹም እቲ ናትኩም ግዜ ትህቡኒ ሂወትኩም ተካፍሉኒ ክሳብ ዝሃለኹም ብጣዕሚ እየ ዘጥንቀቅ ንዓኹም ዝጠቅም ናይ ብሓቂ ናይ ብሓቂ ኣብ ሂወትኩም ኣትዩ ትርጉም ክህበኩም ዝኽእል ነገራት እዩ ናባኹም ከብል ዝፍትን ፈጣሪ ውን ሓግዘኒ ንዑ ስለዚ ግዜኹም ኣይከቃጽልን እየ ኣብዘን ቀጺለን ደለዋ ግዜ ውሑዳት ደቓይቕ ድማ እመኑኒ ኣሕዋተይ ንዓኹም ዝበለጸ ነገር ከም ድኾን ኣይጠራጠርን እየ እሞ ምስዛ ቪድዮ እዚኣ ጽንሑ ኢኹም ስቴፕ ባይ ስቴፕ ከኣ እንዳርኣንያ ክንከይድ ኢና ነብስኹም ንምቕያር ትመጹ እንተ ሃሊኹም ምሳኹም ዘለኹ ካልድ ሓውኹም እየ ሳብስክራይብ ብምግባር ቤተሰብ ኩኑ ናፍታ ቪድዮ ከብለኩም። እምበኣርከስ ከምቲ ኣቐዲመ ዝበልኩኹም እዛ ቪድዮ ትኸውን ድኾነ ሰብ መሊእሉ ንዝጅምር ወይ ድኾነ ነገራት ንዘለዎ ደይኮነት ካብ ዜሮ ክብገስ ንዝደሊ ሰብ እያ ትኸውን። ምናልባት ጥዕና ስኢና ክንኮን ንኽእል፣ ገንዘብ ስኢና ክንኮን ንኽእል፣ ሰብ ድሕግዘና ስኢና ክንኮን ንኽእል፣ እቲ ዘለናዮ ዓዲ ሲስተሙ ከቢድና ብዙሕ ነገራት ክኾን ይኽእል እዩ። ግን ካብ ዜሮ ከመይ ከም ንብገስ እንተደኣ ክንርዳእ ክኢልና ካብ ዜሮ ደይኮና ንብገስ ካብ ምልኣት ከኣ ከም ንብገስ ክንግንዘብ እንተደኣ ክኢልና እታ ዝሓሸት ህይወት ምንባርና ዘይተርፍ እዩ። እታ ቀዳመይቲ ወሳኒት ዝኾነት ነገር እታ ህይወትና ክንቅይረላ ንኽእል ወሳኒት ነገር እታ መበገሲት እምበኣር ምኽንያት ክህልወና ክኽእል ኣለዎ። ናይ ብሓቂ ስትሮንግ ዝኾነ ዋይ እንተደኣ ሃሊና ስትሮንግ ዝኾነ ስለምንታይ እንተደኣ ሃሊና ኮይኑ ህይወትና ንምቕያር እመኑን ኣሕዋተይ በዚ ኢልካ በቲ ኢልካ እቲ መንገዲ ምርካብካ ዘይተርፍ እዩ። ብዙሕ ግዜ ናብ ደገ እንዳጠመትና ምኽንያታትና ደይኮኑ ምኽኒትና ስለድበዝሑ ኢና ደኣ እምበር ህይወትና ዘይንቕይር ደለና። እታ ንሕና ንደልያ ህይወት ካብ ዜሮ ተበጊስና ክንፈጥራ እንተደኣ ደሊና፣ እታ ቀዳመይቲ እተገድሰና ነገር ገንዘብ ኣይኮነትን። ኩነታት ናይቲ ዘለናዮ ዓዲ ኣይኮነን። ዝሕግዘና ሰብ ምርካብ ወይ ኣይኮነን። ንሱ ኣይኮነን እቲ ቀዳማይ ነገር። ነዞም ኩሎም ነገራት ከምጽእ ዝኽእል እንታይ እዩ እንተደኣ ኢልኩምኒ፣ እቲ ወሳንን ቀዳማይ ነገርን ምኽንያት እዩ ሓያል ልኾነ ምኽንያት ናይ ብሓቂ ሓያል ልኾነ ምኽንያት እንተ ሃሊና ያው ካብ ውሽጢ ፈንቂሉ ድወፅእ ኢንትሪንሲክ ዝኾነ ሞቲቬሽን እዩ ድህልወና ንኣብነት ሞቲቬሽን ኣብ ክልተ እዩ ድፍለ ኢንትሪንሲክ ኣሎ ኤክስትሪንሲክ ከዓ ድበሃል ኣሎ ኤክስትሪንሲክ ካብ ደገ ድመፅእ ነገራት እዩ መኪና ምናልባት ገዛ ካልእ ነገራት ክዳም ድዩ ካልእ ነገራት ግን ሞቲቬት ድገብረካ ከሉ ክእል ኾን ካብ ደገ እቲ ወሳኒ ነገር ዘላቂ ዝኾነ ለውጢ ከምፀልካ ልኽእል ግን ኢንትሪንሲክ ሞቲቬሽን ይበሃል ካብ ውሽጢ ድመፅእ ሞቲቬሽን እዚኣ ትረኽባ ድማ ስትሮንግ ድኾነ ምኽንያት ወይ ድማ ሰለምንታይ እንተ ደኣ ሃሊካ እዩ። ምኽኒትካ ገዲፍካ ምኽንያትካ ተዕንትር እንተ ደኣ ኮንካ ድማ ናብ ምንታይ ይኸይድ እዚ ነገርዚ እንተ ደኣ ኢልኩምኒ ናብ በርኒንግ ድኾነ ዲዛየር ክቱር ድኾነ ደቃጽል ድሌት ኣብ ውሽጥኻ እዩ ድፍጠር። ንኣብነት ሓደ ሰብ ስቕ ኢሉ ዓለልሃዋ ድነብር እንተ ደኣ ኮይኑ ዕላማ ግን እንተ ደኣ ሃልይዎ እዚ ነገር እዚ ክገብር እየ ድብል እንተ ሃልይዎ በቃ ኣደይ እሞ እዚ ህይወት እዚ ኣይግበኣን እዩ ካብዚ ህይወት እዚ ከውፅኣ እየ ኣቦይ እሞ እዚ ኩሉ መስዋእትነት ዝኸፈሎ ሕጂ እየ ዶ ክሕሰቦ እታ ግዜ ሕጂኣ ኣለኹልካ ክብሎ እየ ኣብ ዝሃለኹ ይሃሉ ምኽኒታተይ ደርብየ ናይ ብሓቂ ምኽንያተይ እንተ ከሕይሎ ኽኢለ ድማ ዝሓሸ ህይወት ነቦይ ዝሓሸ ህይወት ነደይ ዝሓሸ ህይወት ንደቀይ ዝሓሸ ህይወት ነሕዋተይ ንቤተሰበይ you know ንሕብረተሰበይ ክፈጥር እየ ዝብል ክቱር ዝኾነ ድሌት ንኽትፈጥር እዩ ዝገብረካ። ድሌት ዘለዎ ሰብ፣ ክቱር ድኾነ ድሌት ተሃልይዎ፣ ምኽንያት ድማ ንዘለዎ ሰብ ዝዓግተወል ሓደ ሰብ የለን። ነዚ ነገር እዚ ንምርዳእ እስኪ ናይ ሓደ ብጣዕሚ ኣዝዪ ደኽብሮ ሰብ ታሪኽ ክነብረኩም። እዚ ኣብዚ ምስሊ ትርእይዎ ደለኹም ሰብ ሌስ ብራውን ይበሃል። ሌስ ብራውን ብጣዕሚ ካብ ኣዝዮም ድኻ ዝኾኑ ስእነት ዘጥቅዖም ቤተሰብ ስለ ዝመጸ ኣዲኡ እንከተዕብዮ ስለ ዘይትኽኣ ዘይከኣለት ናብ ሓንቲ ማሚ ብራውን ትበሃል ሰብ ናብኣ እያ ትሰዶ። ክልቲኦም ማንታ ሓዊ ነይርዎ እዩ እቲ ሓደ ናብ ካልእ ይኸይድ ለስ ብራውን ድማ ናብዛ ማሚ ብራውን ትበሃል ተዕብዮ ኣዲኡ ካብ ኣዲኡ ካብ ንላዕሊ ዳኣ ናብኣ ይመጽእ ብጣዕሚ ዩ ኖው ሬስቶራንት ከይዳ እንዳ ጽረየት ገለ እንዳገበረት ኣብ ካልእ ቦታታት እንዳሰርሐት ናይ ሰብ ገዛ እንዳጽረየት መሬት እንዳወልወለት ኣቑሑት እንዳሓጸበት ከምኡ እንዳገበረት እያ ከዓ ተዕብዮም ነይራ ካልኦቶም ምስኡ ድዓብዩ ምስኡ ሽዱሽተ እዮም ነይሮም እቶም እሳ ተዕብዮም ቆልዑት ማለት እዩ ሶ ሓደ መዓልቲ ምሳኺ ከይዲ ንስራሕ እብላ እሞ ኖ ለስ ብራው እንታይ ክትገብር ክትከይድ ኣብዚ ኩን ደሓን ገዛኻ ፅናሕ ትብሎ ኖ ማማ እንተዘይከድኩ እንተዘይገርኩ ይብላ ሕራይ ላበል ንዓናይ ምሳይ ኣብኡ ግን ወላ ሓንቲ ነገር ከይትብል ኢኻ ኣነ ዝገብሮ ነገር ዝኾነ ነገር ከይትሓተኒ እሞ ንዓናይ ሕራይ ኢላ ሒዛቶ ትኸይድ ዳሕራው ገለ ኣብ ሓደ ገዛ ኣፍዓፆ እሞ ንሳኻ እቲ ሓደ ገዛ ከተፅርዮ ትጅምር ዳሓር ለስ ብራውን ኣጋጣሚ ንሳ እንዳፅረየቶ ከላ ተደጊፋ ብብርካ ነቲ መሬት እቲ ተፅርያ ነይራ። ዳሕራ ሃንደበት ምጹ ኢሉ እንተ ረኣየ ኣዲኡ ተደፊኣ ተጽርያ ደላ እንታይ ትገብሪ ኣለኺ ማማ እብላ ለስብራ ኣይተሕተተንኺ ጥራይ ተመለስ ትብሎ የጽሪ እንድየ ደለኹ ትርእየኒ እንዲኻ ኣለኺ ኣሞ ንምንታይ ብብርክኺ ብብርክኺ ተንበርኪኽኪ ተጽርይ ኣለኺ ንምንታይ ከምኡ ትገብሪ ጠጠው ኢልኪ ደይ ተጽርዮ ጠጠው ኢልኪ ከተጽርዮ ትኽእሊ ኢኺ ትሓተኒ እንተ ደኣ ዄንካ፣ ንገዛኻ ተመለስ ወይ ናብታ ገዛቲኣ እቶ፣ ኣይትሕተተኒ ኢለይካ እየ ትብሎ። ድሕሪ ኣብያ ን ክሕግዘኪ እየ ደሓን ማማ ኣብ ደነይ እይ ይብላ። ን ኺድ ጥራይ ትብሎ ደሓን ምስ ዓበኻ ዅሉ ነገራት ክርድኣካ እየ፣ ሕጂ ይርድእካኒ ትብሎ። ደሓን ማማ ክሕግዘኪ እየ ን ይሕግዛ ብሓንሳብ ኰይኖም ከኣሊ። በል ከምዛ ዝገብራ ግበር ብብርክኻ ተደፋእ እሞ ስራሕ ትብሎ ከምኡ ገይሮም ን ዘን ብድሕሪት ናብ ገዝኦም ዳኸዱ ከለዉ ማማ ንምንታይ ኢኺ ግን ከምኡ ኢልኪ ብእግርኺ ተደፊእኪ ብብርክኺ ከኣ ተንበርኪኽኪ ተጥርዪ ኔርኪ ብላ። ዝወደይ እዚ ነገር እዚ ኢትስ ሚስትሪ ትብሎ እዚ ተዲ ተረፈካ ምስ ዓበኻ ክትፈልጦ ኢኻ ትብሎ ን ማማ ተዘይ ነገር ክንብላ በቃ በል ዝወደይ ኣብቲ ገዛ እቲ ብሕጊ ናይቲ ገዛ እዩ ኣነ ጊላ ስለ ድኾንኩ ናቶም ደገልግል ሰብ ስለ ድኾንኩ ዲና በቃ ግዴታ እግረይ ኣብኡ ተንበርኪኸ ኢዳ ኣምበር ጠጠው ኢለ እንተ ክሰርሕ ሪኦምኒ ይቐጽዑኒ እዮም እቲ ስራሕ እውን ኣብኒ እዮም ክሰጉኒ እዮም ትብሎ ዋይ ንምንታይ ከምኡ ክኾን ማማ ንምንታይ ከምዚ ክኾን ይብላ ድሓር ከዓ ኣብቲ ገዛ ስቕ ኢልካ ዓሰርተ ግዜ ጠጠኒሕኪ ከምዚ ጌር ከጣቕዐ ኔር ክብላ እንታይ እዩ ንሱ ክብላ ሳንደይ ትገድፈኒ ኢኻ ዝወደይ እንታይ እየ ጌረካ ትብሎ ንኽትነግርም ዳይ ክማማ ኣብላ ሕራይ ኢላ ትነግሮ ደጣቅዕ ድነበርኩ ኣብቲ ገዛ እቲ ሕጊ ናይቲ ገዛ እዩ ድኾነ ይሰርቅ ኣይኮንኩን ደለኹ ድኾነ ነገር ኣይገብርን ይሰርሕ ኣለኹ ንምባል ንምፍላጥ ኢልካ ክልተ ግዜ ከምኡ ከተጣቅዕ ግዴታ እዩ ትብሎ ብጣዕሚ ይስንብድ ማም ይብላ። I will become a man ኣደይ ሓደ ግዜ ዝኾነ ሰዓት በቃ ሰብኣይ ክኸውን እንድየ ካብዚ ሂወት እዚ ኣውጺኤ ድማ ንዓኺ ከም ንግስቲ ደኽብረኪ ገዛ ክሰርሐልኪ ይብላ ደሓን ዝወደይ ሕጂ ትምህርትኻ ጥራይ ተማሃር ከምዚ ጥራይ ግበር ምስ ዓበኻ ተርክበሉ ኢላቶ ድማ ትኸይድ no I mean it እብላ እዚ ነገር እዚ እሞ ክገብረልኪ እየ እብላ ዘን ሽዑ ግዜያ ትሓልፍ መዓልታት ትሓልፍ ካብ ዕለታት ሓደ መዓልቲ ውሽጡ እንተፈተሸ ምኽንያቱ ተረዲኣትኩም ኣላ ሓቀይ ነዲኡ ካብቲ ዝነበረቶ ጭኮና ዝመልኦ ዓይነት ህይወት ኣውጺኡ ዝሓሸ ህይወት ምፍጣር እዩ። ደሓር ልክዕ ከምኡ ምስ ሓሰበ እንታይ ኣለኒ ውሽጠይ ኢሉ ክፍትሽ ይጅምር። You see እንተደኣ በርኒንግ ዝኾነ ዲዛየር ክመጽእ ኮይኑ ወይ ውሽጥና ፈንቂሉ ዝወጽእ ድሌት ክመጽእ እንተደኣ ኮይኑ ተውህቦና ውን ክንፈልጦ እንተደኣ ደሊና ኣቐዲምና ምኽንያት ነቲ ነገር'ቲ ክንደልየሉ ክንክእል ኣለና። ከም ሕብረተሰብና ዓናት ህቡእ ኮይኑ ከኣ ፋሚሊና ክንክሕግዝ ኣደይ ኣለኹልኪ ኣቦይ ኣለኹልካ ክንብል you know ንደፍር ሰባት ኢና ከምኡ ዓይነት መንነት ዘለና ብኸምኡውን ስለ ዝተኾስኮስና ጽቡቕ ነገር እዩ so እንታይ ይገብር ውሽጡ ክምልከት ምስ ጀመረ ለስ ብራን ዲጀይ ክኸውን ይደሊ ውሽጡ እንተፈተሸ ንሱ እዩ ዘለኒ ብቕልጡፍ ብስፒድ ዝዛረቡ ዲጀይ ብምዃን ከኣ ኣብቲ ከተማ ኣብ መያሚ እዩ ነይሩ ኣብቲ ከተማ እቲ ክሰርሕ ይብል ዘንሽዑ ከይዱ ናብ ሓደ ክለማመድ ይጅምር ዲጀይ ድሓር ተለማሚዱ ምስ ወደ በቒዐ ኣለኹ ምስ በለ ድማ ናብ ሓደ ዓብዪ ናይ ሬድዮ ጣብያ ይኸይድ እሞ ነቲ ሰብኣይቲ ሰር ብሎ ከምዚ ኢለ ስራሕ ደል ኣለኹ እዚ ናትኩም ትርእይዎ ዘለኹም ናይ ሬድዮ ስቴሽንኩም ብጣዕሚ ዝቕይር ዓይነት ክእለት ስለ ዘለኒ ክቕይሩ እየ ብፍሉይ መንገዲ ገይረዎ ነዚ ነገር እዚ ክሰርሐልኩም እየ ከም ዝብሎ ኦኬ ፅቡቕ ሕራይ ዝኾነ ጆርናሊን ገለ ተማሂርካ ዶ ኖእ ኣይተማሃርክን ወረቀት ድባሃል የብለይን እብሎ ገለ ልምዲ ከለካ ዶ ኣበየናይ ሬድዮ ጣብያ ሰሪሕካ ነርካ እንተበሎ ኖእ ኣነ ወላ ሓደ ዝሰራሕክዎ ነገር የብለይ ድሌት ጥራይ እዩ ዘለኒ እብሎ በል ዝወደይ ኪድ እዚ መለማመዲ ኣይኮነን ኪድ ኪድ ኢሉ ይሰጎ ሕራይ ኢሉ ይኸይድ ደሓር ግን ዩ ንለስ ብራውን ካብ ኣፋፌት ሞት ኣውፅዎ ዝበሃል ናይ መምህሩ ነይሩ ናብኡ ይኸይድ ናብቲ መምህር እቲ ናብቲ መምህር ከይዱ ከምዚ ከምዚ እኮ ሓሲበ ነይረ ከምዚ ኢለ እንተሓተትክዎ ሰጒጎምኒ እብሎ እንተ ናይ ብሓቂ ስምዐኒ ኢኻ ዝወደይ ይብሎ ናይ ብሓቂ እንተ ለውጢ ደሊኻ ኣብ ሂወት you have to be hungry you've got to be hungry ይብሎ ክትጠሚ ክትክእል ኣለካ ክጠምዩካ ክኽእል ኣለዎ ይብሎ ስለዚ ከድካ ተመሊስካ ሕተቶ ነዴኻ ክትዕንግላ ትደሊ ኢኻ ሓቀይ ነዴኻ ገዛ ክትሰርሕ ትደሊ ኢኻ ሓቀይ ነጊርዎ ነይሩ እዩ መምህሩ ስለ ዝኾነ እዎ ብሎ ኺድ ተመሊስካ ሕተቶ ብሎ ደሓር ኸይድ ሰር ማይ ኔም ኢዝ ለስ ብራውን ብሎ እዎ ፈልጠኪ እያ ትማል እኮ መጺእኻ ነይርካ እንታይ ደሊኻ ሕጂ ከብሎ ምናልባት ድኾነ ሓሚሙ ድተረፈ ሰብ ድተሰጎጎ ሰብ ገለ ድኾነ ሰብ እንተሃልዩስ ኣብዚኣ ክትቆጽረኒ ደልየ ይብሎ ኣንታ ድሓመመ ሰብ የለ ድኾነ ድሰጎግናዮ ሰብ የለን ኪድ ጥራይ ከይትመጽእ and never come back again ኢሉ ከኣኒ ይሰጎ ይኸይድ ናብቲ መምህሩ ይኸይድ ሕጂ ናብኡ ምስ ከደ ከምዚ እኮ ኢሉ መሊስኒ እንተ ናይ ብሓቂ ነዴኻ ክትሕግዝ ገዛ ክትሰርሐላ ክትዕንግላ እንተ ትደሊ ኮንካ You've got to be hungry ክጠምየካ ክኽእል ኣለዎ እብሎ ሕጂ ውን ሕራይ ኢሉ ተመሊሱ ነቲ ሰብኣይ Sir ከምዚ ነገራት እደሊ ነይረ ከምዚ ከምዚ ድኾነ ድሞተ ሰብ እንተድኣ ሃልዩ ወይ ድኾነ ብ ክዛረብ ከሎ ብጣዕሚ ደስ ኣካ ድሞተ ሰብ እንተድኣ ሃልዩ ወይ ውን ድሓመመ ከምዚ ኢሉ ድተሰጎጎ እንተድኣ ሃልዩ ከምኡ ሰብ እንተድኣ ሃልዩ ክትቆጽረኒ ኢለ እየ መጽየ እብሎ። ኣንታ ቆልዓ እንታይ ዓይነት ጽሉል ኢኻ እስኻ ክንደይ ግዜ ዲኻ ትመላለስ ነጊረካ እኮ ኢየ ድኾነ ድሞተ ሰብ የለ ደበለ ሰብ የለ የለን ኪድ ኪድ እስኪ በቃ እታ ሽም ኣምጸለይ ማክያቶ ቅደሓለይ ኢሉ ከይዱ ማክያቶ ሻሂ ቡን ከምጠሉ ድማ ስራሕ ከምኡ ኢሉ ይቆጽሮ ሻሂን ቡንን ማክያቶን ጥራይ ከመላልሰሉ እሱ ይኮነን ዕላሙ ግን በቃ እታ መንገዲ እንኳዕ ረኸብኩዋ ኢሉ ካብ ሽዑ ሰዓት ከዓኒ ከበጻጽሕ ጅምር እንታይ ድበሃል ሻሂ ቡን ገለፍቲ ትካል ሰኸምኡ ክገብር ምስ ጀመረ ድኾነ ሰዓት ግዜያት ከይዱ መሃንደበ ኣብታ ሬድዮ እቲኣ ኩሉ ነገራት እዩ ድርኢ። ኣብቲ ሬድዮ እቲ ኤቭሪቲንግ ኩሉ ከመይ ይኣቱ ንኣብነት ዲጀይ ኮይኖም ኮፍ ኢሎም ድርእይሉን እቶም ውሽጢ ከኣ ኣትዮም ደብሉን ኣለዉ ሓቀይ እሱ ዲጀይ እዩ። ስለዚ ኩሉ ነገራት እዩ ድርኢ ነይሩ ሻሂ ቡን ከቕርበሎም ከሎ። ሃንደበት ሓደ ግዜ እቲ ሽዑ ሰዓት ዝነበረ ዲጀይ ብጣዕሚ ሰኺሩ ይመጽእ። ናይ መወዳእታ ሰኺሩ ክሳብ ምዝራብ ደኣ ኣብዮ ኮይኑ ይመጽእ እሞ ደሓር እቲ ሓላፊ ይሰምዖ። ደሓር ይድውለሉ ለስ ብራውን ኣብኡ ኣለኻ ዶ ኣብቲ ከባቢቲ እወ ኣለኹ በል ቀልጢፍካ ሓደ ዲጀይ ቅልጥፍ ኢሉ ዝዛረብ ናይ ሬድዮ ዲጀይ ድለ ይብሎ ኣነኸ ዓሻ ደልዩ ኢሉ ሓራይ ኢሉ ኣጠምጥ ኣቢለ ታትያ ስቕ ኢለ ድልይ ድልይ ኣቢለ ኣይ ሰር የለን ወላ ሓደ ሰብ የለን ግን ኣነ ኣለኹ ይብሎ ርግፀኛ ዲኻ ግን ነዚ ነገር እዚ ክትገብሮ ትኽእል ኢኻ ማለት ፈትነኒ ደሓን ርእየኒ ይብሎ በል ሕራይ እቶ ይብሎ እሞ እትው ኢሉ ክነግረኩም ካብዚ ክንላዕሊ ተለማሚድዎ ስለ ዝጸንሐ ነቲ ስቱድዮ እቲ ድምጥን ካብኡ ንላዕሊ እኳ ከኣ ብጣዕሚ ተፈታዊ ዝኾነ ዲጀይ ክኾን ከኣ ክኢሉ ኣብታ ሬድዮ እቲኣ ማለት እየ so ክለማመድ ስለ ዝቐነየ እዩ መብዛሕትና ንገብሮ ሓደ ነገር እንተ ሃልዩ ድሌት ኣለና ገለ ኣለና ግን ነቲ ድሌትና ነቲ ክንኮኖ ንብሎ ጽባሕ ንግሆ ኣብ ሕጂ ሰዓት ኮይና ኣይንለማመደሉን ኢና ኣብ ሕጂ ሰዓት ኮይና ዝኾነ ፍልጠት ኣይነኻዕብትን ኢና ካብ ለስብራዊ ንመሃራ ንስዕብ እዛ ነገር እዚኣ ክሕዝኪ ኢሉ ብድሕሪኡ ዲጀይ ክኾን ብጣዕሚ ተፈላጢ ክኾን ምስ ጀመረ ኣብቲ መያሚ ከኣ ኣብቲ ከተማ እቲ ነዲኡ ሓደ መዓልቲ ሒዝዋ ከይዱ ንዕደይ ናብ ሓደ ጎረቤት ሒዘ ክኸይድ ይብላ ናበይ ኢና ትብሎ ደሓን ንዕይ ናብ ሓደ ቦታ ከብጽሐኪ ስለ ዝደለኹ ኢሉ ሒዝዋ ከይዱ ሒዝዋ ከይዱ እሞ ናብ ሓደ ገዛ ኣቱ ናብ ዝኾነ ሰብ ክንበጽሕ ኢሉ እዩ ወሲድዋ እንተኣተው ናብ ሓደ ማዕጾ ተኣቱ ናብቲ ገዛ ምስ ኣተው ኩሉ ጥሩሕ እዩ ገና ሓድሽ ገዛ እዩ ሶንታ ኣተው ሰው ድባሃል የብሉን ናብቲ ሓደ ክፍሊ ትኣቱ ሰው ድባሃል የብሉን ንዕ ኢሉ ናብ ሓደ ክፍሊ የእትዋ ድኾነ ሰብ የለን ለስ ብራውን ሰው ድባሃል እኮ የለን ናበይ ዲኻ ኣምጺኻኒ ትብሎ ማም ሓደ መዓልቲ ኣደይ ዓልዶ ኣትልኪ ነይረ ካብ ዝደለኽዮ ዓዘቕቲ ድመስል ጭኮና ደለዎ ሂወት ኣውጽኤ ገዛ ክገዝእልኪ እየ ዶ ኢለኪ ነይረ This is Etila እዚ ናትኪ ገዛ እዩ ከም ንግስቲ ተኸቢርኪ ትነብርሉ ናትኪ ገዛ እዩ እዚ ገዛ እዚ ድማ ኢሉ ገዝኡ እቲ ገዛ እቲ ይሽልማ። ርኢኹም ኣሕዋተይ እንተ ናይ ብሓቂ በርኒንግ ዝኾነ ዲዛየር ናይ ብሓቂ ምኽንያት ድማ እንተ ሃሊና እመኑኒ እታ መንገዲ ፈጣሪ የርእየና እዩ እንተ እታ ቀዳመይቲ እዛ ነገር እዚኣ ክንሕዛ ክኢልና ተስፋ ቆሪፅና ትርጉም ድበሃል የብሉን ሂወተይ ክንብል እንከለና ንሂወትና ትርጉም ዝህብዎ ሰባት ንሂወትና በቃ ምኽንያት ምንባርና ዝኾኑ ሰባት ክንርኢ ክንክእል ኣለና ግደፎ እሞ ንሱ ዓዲ እኮ ንባዕሉ ንስለ ወደይ ክልእ ክብል ኢየ ነቢረ እኮ ትብል እኮ እያ ኣደ ንባዕላ you know ሂወት ከድሕን ይክእል እኮ እዩ ምክንያት እንተ ሃልይካ ንሕና ክኣ ምክንያት ሃልወና ኣሕዋተይ ካብዛ ነገር እዚኣ እዚኣ ንማሃር ተስፋ ቆሪጸሉ ኣብ ዝነበርኩ ሂወት ጽልምትምት ኢላትኒ ኣብ ዝነበረት ሰዓት ድሕግዘኒ ሰብ የብለይን ኣብ ድብለሉ ገጸይ ፍሽኽታ ርኢ ውሽጢ ውሽጠይ ግን ብጣዕሚ you know ድቆስል ዝነበረሉ ግዝያት እየ ነዛ ታሪኽ እዚኣ ክሰምዓ ክኢለ then I decided Of course ኣነ ኣደይ እየ ክሕግዛ ዝደሊ ዘለኩ ኣቦይ እየ ክሕግዞ ዝደሊ ዘለኩ ቤተሰበይ እየ ክሕግዞ ዝደልዮም ዘለኩ ግን ፕሮሰስ የብለይን ዝሰደለይ ሚእቲ ዶላር ዶ ከምዚ ዶ ዝጽበዮ ነገራት የብለይን እንታይ እየ ክገብር ደሊ እኳ ደኣ መዓት ዕዳታት መዓት ክሳራታት እየ ተሸኪመ ዘለኩ ግን እንታይ የድሊ እንተ ኣልኩ ን Burning Desire so እሱ ገዲፈ ብምንታይ እየ ሕራይ ክጅምር ዝክእል ካብ Les Brown ዶ ተማሃርኩ ንሱ እዩ how can I start እታ ክትጅምረላ ዝኽእልካ በቃ ክቱር ዝኾነ ድሌት ንኸምጽእ ዘኽእልን ምኽንያት እዩ ክሕዝ ደለኒ ስትሮንግ ዝኾነ ዋይ ስለዚ እንታይ ኢለ መሲልኩም በቃ ካብ ሕጂ ንኔው ካብ ካልእ ሰብ ኣደይ ክትጽበ የብላን ኣቦይ ከምኡ ክኸውን የብሉን ኣነ ኣለኹሎም ኣብ ድሃሉ ክሃሉ ኣብዛ ደለኹዋ ዓዲ ኮይነ ውን ተቐይረ ኣብዚኣ ደለኹዋ ፕሮሰስ ከይበልኩ ገለ ገለ ከይበልኩ ኣብዚኣ ኮይነ ክቕይር ኢለ ክሓስብ ምጀመርኩ ውሽጠይ እንተፈተሽኩ ዝኾነ ሕሾ ትብለኒ ድምጺ ኣሎ። ናብዚ ናይ ፐርሰናል ደቨሎፕመንት ኮቺንግ ንኽመጽእ፣ ሰባት ንኽምህር፣ ሰባት ንኸሰልጥን ድማ ገለ ናይ ብሓቂ ክቱር ዝኾነ ውሽጣዊ ድሌት ሒዝኒ። ነዛ ነገር እዚኣ ድማ ኣብ ውሽጠይ ከብሰልስላ ጀሚረ። ኣበኹም ከኣ ዝኾነ ነገር ኣሎ የሕዋተይ። ተስፋ ጥራይ ኣይንቑረጽ። በቲ ኣብቲ ዓዲ ዘሎ ነገራት ንደገ ደኣ ርኢና ምኽኒትና ኣይነብዝሕ እምበር ምኽንያትና እንተ ደኣ ክዕንትር ክኢሉ፣ ምኽንያትና እንተ ደኣ ክዓቢ ክኢሉ እመኑኒ የሕዋተይ ካብ ዜሮ ኣይኮናን ንብገስ ዘለና ካብ ምልኣት ካብ ድሌት ካብ ደፍዓ ጽን ዝኾነ ዲዛየር ካብ በርኒ ዲዛየር ኢና ንብገስ ዘለና እታ ቀዳመይቲ ድማ እዚኣ እያ ካብ ዜሮ ምብጋስ ደይኮነ ድማ ካብ ዲዛየር ካብ ድሌትን ካብ ክቱር ዝኾነ ድሌትን ካብኡ ድማ ኢኖ ስትሮንግ ዝኾነ ብጣዕሚ ሓያል ካብ ዝኾነ ዋይን ምብጋስ እየ ወይ ድማ ስለምንታይካ ምስቲ ካልእ ሰብ ክትገብር ክትጅምር ከለኻ ሕልምታትካ እንዳፈለጥካ ውሽጥኻ እንዳተረዳእካ እንታይ ከትገብር ከም ዘለካ ኣብ ህይወት እንዳተገንዘብካ ኢኻ ትመጽእ እዚ ጥራይ ግን ኣኻሊ ኣይኮነን ከምዚኣ ምስ ገበርና እታ ካልኣይቲ ክን ወስዳ ዘለና ዘይትስገር ነገር እቲ ብኣእምሮና ንሓስቦን ክንጭብጦ ንደሊ ብኢድናን ንኽልቲኡ ከተራኽበልና ትኽእል ድማ እምነት ትበሃል ኢፍ ዩ ሃቭ ብሊቭ እምነት እንተ ሃልይኩም ኣሕዋተይ እመኑኒ ፍልጠት ኣይኮነን ዩ ኖው ጎቦ ታይ ድበሃል ይገብር ድተባህለ የንቀሳቅስ ድተባህለ እምነት ዩ ኢፍ ዩ ሃቭ ብሊቭ እምነት ማለት ድማ እንታይ ዩ እንተረኣይኩምኒ ኣብ ዘይረኣይ ነገር ምእማን እቲ ኩሉ ነገራት ዝከኣሎ ፈጣሪ ብኣኻን ምሳኻን ንኽሰርሕ ምፍቃድ ዘይረኣይ ነገራት ብኣእምሮኻ እንዳረኣኻ ብእምነት ሂወትካ ምቕላስ ክህበካ ምዃኑ ፈጣሪ ተረዲእካ ንቕድሚት ምግስጋስ ዩ እምነት ማለት። እምነት እንተ ደኣ ሃልዩ ኩሉ ነገር ኣሎ። እታ ቀጻሊት step እታ ቀጺላ ትመጽእ step ንሳ እያ። You have to need believe believe ክህልወካ ክኽእል ኣለዎ። እምነትካ እዩ ዘድሕነካ ጽባሕ ንግሆ። ገንዘብ ደይሉ ክህልወካ፣ ፍልጠት ደይክህልወካ፣ እቲ ሲስተም ናይቲ ዓዲ ከምቲ እትደልዮ ደይክኸውን፣ ዝኾነ ድሕግዘኒ እትብሎ ዝኾነ ነገር ደይክህሉ ይኽእል ክኸውን እዩ። እንተ ደኣ ናይ ብሓቂ እምነት ሃልዩካ ግን ብድሕሪኡ እቲ መንገድታት ግልጺ ዝገብረልካ ፈጣሪ እውን እዚኣ ድማ እንታይ ተድሊ እንተ ደኣ ኢልኩምኒ፣ Starting from the end in the mind ዝበሃል ኮንሰፕት ኣሎ። እዚ ድማ ብኣእምሮኻ እቲ እስኻ ክትበጽሖ እትደሊ ነገር ወዲእካዮ ካብ ሕጂ ሰዓት ምብጋስ ማለት እዩ። እዚ ንምርዳእ ብቐሊሉ ድማ እዞም ኣብዚ ምስሊ እዚ ትርእይዎም ዘለኹም ክልተ ሰባት ክልተ ኣሕዋት ራይት ብራዘርስ ይበሃሉ። እዞም ኣሕዋት እዚኦም ኣብ ሽሕን ትሽዓተ ሚእትን ሰለስተን ኣከባቢ እዮም ፕሌን ክሰርሑ ክኢሎም። እዛ ትርእይዋ ዘለኹም ትበርር ዘላ ነፋሪት ከምዚኣ ዘይኮነት ኣቐዲማ ነይራ ነፋሪት ንዓ ክሰርሕዋ ኢሎም ክብገሱ እንከለዉ ሰብ ተጸሊልኩም ዲኹም ታይ ኢኹም ትብሉ ደለኹም ኢልዎም ማለት ኣየር ክንሰርሕ ኢና ንሕና ክብሉ እንከለዉ ብኣእምርኦም ዝኾነ ተራኣዮም ነገር ኣሎ እዩ ትበርር ላዕሊ ላዕሊ ትኸይድ ሰብ ካብ ብእግሩ ድኸይድ ቅድሚ ሕጂ ብእግሩ እዩ ድኸይድ ኔሩ ብፈረስ እዩ ድጓዓዝ ኔሩ የለን ብመኪና ከኣ እተወሰነ እዩ ኔሩ ግን ንሶም እንዳበረረ ክኸይድ ይኽእል እዩ ሰብ እንተበሉ እዚ ሓሳብ እዚ ናይ ሰይጣን እዩ ትሓስብዎ ደለኹም ከምኡ ኢልኩም ምሕሳብኩም ኣብ ሲኦል ኢኹም ክትቃጸሉ ኢልዎም ኣቦኦም ከይተረፈ ወላ ሓደ ዝደገፎም ሰብ የለን ምኽንያቱ እታ ድሌት እቲኣ እታ ሕልሚ እቲኣ ፈጣሪ ዳኣ እምበር ኣብ ኣእምሮኦም ኣቅሚጡ ኣብ ካልእ ኣብ ናይ ካልእ ሰብ ኣእምሮ ኣይቀመጣን so ከምኡ እዩ ኣሕዋተይ ድኮነ ነገር ክትሓስብ ክትጅምር ከለካ ንዓካ ድረኣየካ ነገር ኣሎ ንሰብ ክትነግሮም ከለካ ከላእ ትርጉም ዶ ይብሉ ከመይ ኢልካ ክትጅምር እዩ ዝብለካ Right Brothers ግን ነዚ ነገር እዚ እዝኒ ኣይሃብዎን እኳ ዳኣ እንታይ ጌሮም ብጣዕሚ እዩ ዝገርመኒ ናቶም ታሪክ ደስ እንዳበለኒ እየ ውን ንዓኩም ዳዕሪለኩም ክጅምሩ እንከሎ ወላ ሓንቲ ነገር ኣይነበሮምን እኳ ደኣ እንታይ ደኾነ ኤክስፕሬንስ ኣይነበሮምን እንታይ እዮም ኔሮም እንተ ኢልኩምኒ ናይ ብሽክለታ ሜካኒክስ እዮም ኔሮም which is ችክልስታ እዮም ኔሮም ካብዛ ችክልስታ እዚኣ ተበጊሶም ግን ነዛ ትርእይዋ ደለኹም ትበርር ኤርፕሌን ክሰርሑ ክኢሎም ካበይ እዩ መጺኡ እዚ ነገር እዚ እቲ ናቶም መበገሲ እንታይ እዩ ድሌቶም እዩ እምነቶም እዩ ከበግሶም ክኢሉ ከምኡ ኢሎም ክብገሱ ምስ ከኣሉ ፍልጠት የብሎም እኳ ደኣ ግደፍዎ ወደ ካልእ ነገር ገንዘብ የብሎም ገለ የብሎም ፍልጠት የብሎም ቅድሚ ሕጂ ፕሌን ከመይ ከም ትስራሕ ኢሎም ሕጂ እኮ ሰርች ጌርካ ጉግል ድዩ ገለመለታት ድዩ AI ኣሎ መዓት ኣሎ ክትርኢ ትኽእል ኢኻ ዝርእይዎ ነገር የብሎምን ወላ ሓንቲ ነገር ኣይነበረን ኣብቲ ሽዑ ግዜ ግን እዞም ራይት ብራዘርስ እንታይ ጌሮም ድሌት ስለ ዘለዎም ድሌት ድማ ንሂወቶም ብእምነቶም ድሌት ንሂወቶም ከም ድቅልሳ ስለ ዝተረድኡ ድማ ስርሖም ጀሚሮም። ኣጋጣሚ ሽዑ ሰዓት ኮይኑ ሳሙኤል ሌንግሊ ድበሃል ሰብኣይ ነይሩ ክሳብ ሰብዓን ሰለስተን ሽሕ ዶላር ኣብቲ ሽዑ ሰዓት ቅድሚ ሚእትን ዕስራን ሚእትን ሰላሳን ዓመት ኢና ንዘባረብ ደና ተሰሊዕሉ ነይሩ ግን ክሰርሓ ኣይከኣለን ነታ ኣየር እቲኣ እዞም ራይት ብራዘርስ እዮም ግን ክሰርሕዋ ክኢሎም እንታይ እዩ ክሰርሕዋ ክኢልዎም ከመይ ኢሎም እዮም ክሰርሕዋ ክኢሎም እንተ ኢልኩም ድማ they do have burning ዝኾነ ደቃጽ ድሌት ነይርዎም እዩ እምነት ድማ ካብ ድሌት እዩ ድመጽእ እምነት ስለ ዝነበሮም እዩ ንመን ኣለዎ ዝግለቦ እዩ ነገሩ ኣሕዋተይ ድኾነ ነገር የብለይን ኣይንበል ፈጣሪ ኩሉ ነገራት ፈጢሩ ወዲእዎ እዩ እታ ንዓኹም ተድልየኩም each and every ስኹም ተድልየኩም ነገር ፈጣሪ ፈጢሩ ወዲእዋ እዩ ሰብ ግን እንታይ ዓቅሚ ኣለዎ እንተረኣኢልኩምኒ ነቲ ዘይተረኣየ ነቲ ናብ መሬት ዘይወረደ ነገር ነቲ ዘይረኣይ ነገር ወይ ከዓ ፈጣሪ ቀሪብዎ ዘሎ በረከት ብኣእምርኡ ናይ ምርኣይ ናይ ምጽላይ ዓቅሚ ኣለዎ እዩ ሰብ ራይት ብራዘርስ ድማ እዚኣም ክገብሩ ክኢሎም ብድሕሪኡ ከምዚ ክገብሩ ምስ ጀመሩ ነታ ኣብ ፕለይን እቲኣ ሰሪሖማ ክትበረረቶ ንእሽቶያ ንዓሰብ ን ዓሰርተ ኣርባዕተ ሰከንድ ገለ ከባቢ እያ በሪራ ኣይ እዞም ራይት ብራዘርስ በሪሮም እኮ ግን እንታይ ምዓብስ ንክልተ ሰዓታት ኢለ ከኣ ሰብ ንዒቅዎም እየ እምነትኩም ብናይ ካልኦት ሰባት ሓሳባት ክሸራረፍ እንተ ፈቂድኩም ሓደገኛ እዩ ኣሕዋተይ ግን እንተ ኣብ እምነትና ክንጸንዕ ኪኢልና እታ ንእሽተይ ለውጢ ቀስ እንዳበለት እንዳ ዓበየት እያ ትከድ እዚኣ ስለ ዝተረድኡ ራይት ብራዘርስ ድማ ክቅጽሉ ኪኢሎም ካብ ድሌት ተበጊሶም እዛ ትርእይዋ ደለኩም ሕጂ ማዕቢላ ደላ ኤርፕሌን ድማ ክፈጥርዋ ኪኢሎም። ንኩሉ ነገራት መበገሲ እዩ ድሌት የሕዋተይ ድሌትይ ወሳኒ ተበግሶ እንተለዎ ትብል ደርፊ መቸስ ትፈልጥዋ ኢኩም ሓደራኩም ድሌትይ ወሳኒ ንሕና ናይ ብሓቂ በርኒንግ ድኮነ ድሌት እንተ ሃሊና ኣብ ጸሎትና ንጸንዕ እንተ ኮይና እምነት ድማ እንተ ሓዊስናሉ ፈጣሪ እቲ መንገድታት እቲ የርእየካ እዩ ኩሉ ነገራት ኦሬዲ ፈጣሪ ፈጢሩ ወዲኡ ወይ ኣብታ ኣዳምን ሄዋንን ዝፈጠረላ ዓለም ዝፈጠረላ እቲ ፈጣሪ ኢልና ኣኽቢርና ሽሙ ንጽውዖ ኩሉ ነገር ፈጢርዎ እዩ። ንፈጥሮ ወላ ሓንቲ ነገር የለን ግን እንታይ ብኣእምሮና ንሰገት እንዳሰላሰልና ክኾን ምዃኑ እንዳተረዳእና እምነት ግን ክንሕዝ ንኽእል ኢና። ካባና ፈንቂሉ ድወጽእ ድሌት እንተ ሃልይና እምነትና ኣስተኻኸልዩ ስለዚ ሓደራ ኣሕዋተይ ወላ ካብ ዝኾነ ዓዲ እተኸድና ወላ ካብ ዝኾነ ቦታ እንተኣተና ተነቢራትና ደላ ናይ ፈጣሪ ትንፋስ ኣላ። ሓደ ሰብኣይ እንታይ ክገብር ርእየ ኣብ ሓደ ሰሚናር ኣውጽእ ኣቢሉ ሚእቲ ዶላር ሒዙ መጥዩሞ ኣብቲ ድነበርናዮ ኣሰሚራ ንረታ ሚእቲ ዶላር ከምዚ ጌሩ ዕምት ትርእይዋ ኣለኹም እዛ ሚእቲ ዶላር መን ኣሎ ድደልያ ኢሉና ኩላትና ኣብ ሚእቲ ዶላር ዶ ኣነ ደሊ ኣነ ደሊ ኢልናዮ ድሓር ዕምጥጥጥጥ ኣቢሉ ኣውዲቁ ከምዚ ጌሩ ረጊጹ ረጊጹ ረጊጹ ሕጂኸ ዝደልያ ሰብ ዶ ኣሎ ኢሉና እወ ኢልናዮ ኩላትና ንደልያ ኢና ሚእቲ ዶላር ምዃኑ ኣይተርፍን እዩ so ረጊጸያ እኮ'የ፣ ጨብሊቐያ እኮ'የ፣ ዓምጺጸያ እኮ'የ፣ ግን ከመይ ክመኹም ትደልዩዋ ደለኹም ኢልና፣ ምኽንያቱ ዋጋኣ ኣይጎድልን እዩ፣ ንሕና ውን ሽግር እንተበዝሐ፣ ስደት እንተዓምጸጸና፣ ልኾነ ነገራት እንተበዝሑና፣ መዓት ነገራት ወላ መጽዩ መንነትና ከስእነና እንተፈተነ፣ ፈጣሪ ዘንበረላ ትንፋስ ግን ዝኾነ ዝወስዳ ሰብ የለን፣ ኣብ ዝኸድና ከይድና ብእምነት ክንነብር ዘኽእለና መንነት ኣለና እዩ፣ ስለዚ ሓደራ ኣሕዋተይ ነብስና ኣይነዋድቕ፣ ኣይክእልን እየ ኣይንበል፣ ኣይኮነለይን እዩ ኣንበል፣ ኣነ መን ኮይነ ኣይንበል፣ ስደተኛ እንድየ ከምዚ እንድየ please don't say it ኣይንበሎም። ወላኳ ብኣካል ተተሰደና እቲ ዝኸፍኤ ስደት ካብ ገዛእ መንፈስካ ካብ ገዛእ ጸሎትካ ተሰዲድካ ኣብ ዘይከውን ዓይነት ሓሳብ ክትኣትው እንተደኣ ክኢልካ እዩ እቲ ዝኸፍኤ ነገር ሓደራ ኣሕዋተይ ዋጋና የጎድልን እዩ እንተደኣ ዋጋና ተረዲእና እቲ ሓዚልንያ ድል ናይ ፈጣሪ መንፈሳዊ ሓይሊ ብኣናን ምሳናን ክሰርሕ ብእምነት እንተደኣ ፈቂድናሉ ድማ እምነትና ናብታ ሳልሰይቲ ስቴፕ ይደምርሐና። እዚኣ ከኣ እንተያ እንተ ኣይኩምኒ እምነት ናብ ምንታይ ይመርሕ መሲሉኩም? ብዘለካ ነገር ንክትጅምር እዩ ድሕግዘካ። ዘይተርኣዩኻ ቅድሚ ሕጂ ተሸፊኖምኻ ዝነበሩ በረኸትካ ግን ዝእውጁ መዓት ነገራት ኣብ ጥቓኻ እንድዮም ደለዉ ንዕኦም ክረኣየካ እዩ ድገብር። So I was starting እዚ ነገር እዚ ክገብር ምስ ጀመርኩ ብኣእምሮይ እዚ ዓይነት ሂወት ከም ደሎ እንዳ ሰኣልኩ ካብቲ መወዳእታ ክጅምር ምስ ጀመርኩ ነዚ ነገራት እዚ ክኽተል ምስ ጀመርኩ ድማ ሓደ ቤት ንዝነበረ ሓደ ነገር ብኸመይ እየ ክጅምር እንታይ እየ ክገብር ብኸመይ እየ ንሰብ ሓሳበይ ከካፍል so ፍልጠት ሃልዩኒ ሽዑ ሰዓት ኣይኮነን almost ቅድሚ ኣርባዕተ ሰለስተ ዓመታት ሰለስተ ዓመትን ገለን ኣከባቢ እየ ዝዕለኩም ዘለኹም ግን ናይ ብሓቂ እቲ እምነትካ እንዳሓየለ ብኣእምሮኻ ትሪኦ ነገራት ተስፋ ብኣእምሮኻ ትሪኦ ነገራት ዝሓሸ ሂወት ንቤተሰበይ ዝሓሸ ሂወት ነደይ ዝሓሸ ሂወት እንዳበልካ ስትሮንግ ዝኾነ ዋይ ሒዝካ ትጓዓዝ እንተደኣ ኮንካ ግን ፈጣሪ መንገድታት የርእየካ እዩ እመኑኒ ኣሕዋተይ እዛ ትርእይዋ ዘለኹም ሞባይል እዚኣ ንሓደ ዓርከይ ተለቂሐ ካብኡ እየ ገዚኤያ እዛ ሞባይል ምኽንያቱ ገንዘብ ኣይነበረን ኣብቲ ሽዑ ሰዓት ሶ ነዛ ሞባይል እዚኣ ተለቂሐ ምስ ጀመርኩ ፈጣሪ ሓደ ዝረኣየኒ መንገዲ እንታይ እንትረኣይልኒ ሞባይል እኮ ኣለካ በዛ ሞባይል ጌርካ ቪድዮታት ክሰርሕ ፈትን ዝኾነ ሕሹ ክብለካ እዩ ፈጣሪ ሶ ኣይ ስታርትድ በዛ ሞባይል ትርእይዋ ኣለኹም ኣይ ስጋብ ሕጂ ከም ቅርሲ እየ ሒዘያ ዘለኹ በዛ ሞባይል እዚኣ እንታይ ዝበሃል ክቐርፅ ጀሚረ ቪድዮታት ናይ ቲክቶክ ናይ ገለ ክቐርፅ ጀሚረ ሶ ብጣዕሚ ነቲ ቪድዮ እቲ ንምቕራጽ ዓቐበት እዩ ዝኾነኒ። በታ ደላትካ ስለ እትጅምር ኣይፈልጥን እየ ዝኾነ ነገር ሕጂ ሰዓትኩም ከምዚ ኢለ ነዊሕ ሰዓታት ምሳኹም ከዕልል ከምኡ እይነበረንን። ናይ ሓንቲ ደቒቕ ቪድዮ ንኽሰርሕ ክልተ ሰዓታት ምሉእ ዝወስደለይ ግዜ ነይሩ። ናይ ብልቢ የሕዋተይ ኣጋኒነ ኣይኮንኩን። መጀመርያ ይኸብደካ እዩ ደሓር ግን እቲ ብጥቓኻ ዘሎ ነገራት በታ ዘላትካ ክትጅምር እንተ ክኢልካ እታ ዘላትካ ሒዝካ ክትጉዓዝ እንተ ክኢልካ ግን ሽዑ መንገድታት ይኽፈተልካ እዩ። ብዘለካ እንተ ጀሚርካ ግን ምስ ሃለወካ ውን ኣይትጅምርን ኢኻ። በታ ዘላትና ኣብታ ደለናያ ቦታ ኮይና ሕጂ ክንጅምር ክንከል ኣለና ኤሮጳ ክሳብ ንከይድ ኣሜሪካ ክሳብ ንበጽሕ ኣይንበል ኣብ ኣፍሪቃ ደለና ሰባት በታ ዘላትና ንጀምር እቲ ዝዓበየ በረከት ኳል ኣብዛ ሕጂ ዘለናያ መሬት እዩ ደሎ ሓደራ ኣሕዋተይ ኣብቲ ኤሮጳ ኣብ ካናዳ ድዩ ኣሜሪካ ድዩ ኣብ ድኮነ እንተ ሃሊና ካኣ እንታይ እዩ ዘለኒ እስከ ንበል በታ ዘላትና ክንጅምር ንፈትን እታ ሒዝናያ ዘለና ሞያ ድያ እቲ ሒዝናዮ ዘለና ነገራት ድዩ ብእምነት ጥራይ ብኣእምሮና እታ ንደልያ ሂወት ብኣእምሮና ሒዝና ብዘለና ክንጅምር እንተ ደኣ ክኢልና ዘይብልና ነገራት ከኣ ፈጣሪ እንዳ ወሰኸልና ይርኺብ ኣነ ከኣ ንሱ እየ ርኤ በዛ ሞባይል እዚኣ ዝጀመርክዎ ነገራት ከኣ ብተፈላጠየ ስልጠናታት ክህብ ምሳኹም ክራኸብ እዚ ሕጂ ዘለኹዎ ሂወት ክኸውን ድኸኣሎ በዛ ሞባይል እዚኣ ድጀመርክዎ እዩ ኣብዚ ዘመን እዚ ከኣ ከምዚ ትርእይዎ እዩ መዓት መንገድታት ኣሎ which is እታ ራብዐይቲ ንሳ እያ ትኸውን መሊኡ መንገድታት ኣሎ there are many ways ከምዚ ዘመን እዚ ሕልሚ ንዘለዎ ድሌት ንደለዎ ስትሮንግ ድኾነ ዋይ ንዘለዎ ሰብ ብጣዓሚ ግዜ እኳ የለን ናይ ብልበይ ልብለኩም ደለኹ ረእይዎ ኢኹም እዚ ቴክኖሎጂታት እዚ ምሳኹም ወላ እኳ እንተ ሃለኹ ብኣካል ትርእዩኒ ኣለኹም ሓሳበይ ከካፍለኩም ዝኽእል ፕላትፎርም ዩቲዩብ ኣሎ መዓት ነገራት ኣሎ ብሕጂ ሰዓት ኮንካ ክትሰርሐሉ ትኽእል ኣእምሮኻ ክትምገበሉ ትኽእል ዘይትፈልጦ ነገራት ክትፈልጠሉ ትኽእል መዓት ነገራት ኣሎ ግን ኣሕዋተይ ኣበይና ዘለና ንሕና እዩ እቲ ወሳኒ ኣብ ዘይጠቅም ብጣዕሚ ንእዝንኻ ድርብሽ ልብኻ ደህውፅ ዓይነት ፀርፍታት እንዳተፃረፉ ኣብ ቲክቶክ ክትሰምዕ እንተ ውዒልካ ከመይ ኢሉ ሂወትካ ክቕየር ኣእምሮኻ ትምገበሉ መንገድታት ክትደሊ ክትክእል ኣለካ በታ ደላትካ ምጅማር ማለት ንሱ እዩ ኣትሊስት ካብዞም ኔጌቲቭ ድኾኑ ናብ ኣእምሮኻ ሕማቕ ነገራት ሒዞም ድመፁ ንክትሰምዖ ብጣዕሚ ደጨንቐካ ዓይነት ፀርፍታትን ካልእ ነገራትን መዓት ቤላ ቤለውን ሒዞም ድመፁ ናይ ቲክቶክ ሰባት ካብኦም በቃ ማዓ ሰላማ ምባል እዩ እታ ቀዳመይቲ ትገብራ ንሳ እያ ሓደራኩም ኣሕዋት ነዞም ሰባት እዚኦም እንዳሰማዕና ንዕኦም ምፍራድ ኣይኮነን ፈሪደ ኣይኮንኩን ኣነ ውን ግን እንታይ እዩ ክሳ እሶም ክሳብ ትርድኦም ድሌቶም ይኩኑ ኣነ ግን ንምታይ እየ ኣትየ ኣብቲ ቲክቶክ ላይቭ ክኣትው ከለው ስቅ ኢለ ኣትየ ዝሪኦ ከምኡ እንዳገበርኩ ሂወተይ ከዓ ክቅየር ደሊ ኔቨር ኣይከውንን እዩ ህይወተይ ክቕየር እንተደኣ ኮይኑ ህይወተይ ዝቕይሩ ነገራት ከተግብር ክኽእል ኣለኒ። ኣከባቢይ ከቃንዮ ክኽእል ኣለኒ። ተስፋ ምስ ዝህበኒ ሰብ ክውዕል ኣለኒ። ተስፋ ምስ ዝህበኒ ሶሻል ሚድያ ክውዕል ክኽእል ኣለኒ። እዚ ክገብር እንተደኣ ክኢለ እመኑኒ ኣሕዋት ብፍላይ ኣብዛ ዓመት እዚኣ ፍሉይ ዝኾነ ለውጢ ከምጽእ ክኽእል እየ እንተደኣ ብኸምዚ መንገዲ ክኸይድ ክኢለ። ስለዚ ሶሻል ሚድያኹም ኣጽርይዎ። በታ ዘላትኩም ጀምሩ። ንሳ ክትከውን ትኽእል እያ እታ ዘላትና እኮ። ካብዞም ኔጌቲቭ ዝነበሩ ነገራት ኢኖም እልይ ምባል ግልል ምባል ክኸውን ይኽእል እዩ። ፖዝቲቭ ዝኾነ ናይ ብሓቂ ከኣ እቲ ናትካ ጽባሕ ንጎ ክነብር እየ ትብሎ ሂወት ክዕምብብ ዝኽእል ነገራት እንዳረኣኻ ንዕኡ እንዳተኸተልካ ክትከይድ እንተ ደኣ ክኢልካ ድማ እመኑኒ ኣሕዋተይ ንመን ኣለዎ እዝግለዎ እዩ ነገሩ ንሕና ንጅምሮ እሞ ዝውድኦ ፈጣሪ ምዃኑ ተረዲእና ከኣ ብእምነት ኢና ንጎዓዝ በዚ መንገዲ እዚ ክንከይድ እንተ ደኣ ክኢልና ብዝግባእ ቅርጺ ናይ ኣእምሮና እንዳቐየርና ክንከይድ እንተ ደኣ ክኢልና ድማ ናብታ ንደልያ ሂወት ምብራርና ዘይተርፍ እዩ። ንኣብነት እስከ ረእይዋ ኢኹም እዛ ወረቐት እዚኣ ስልጠናታትና ንሓትት ኢና ክትበርር ትኽእል ዶ እንተረኣይለኩም ንተወሰነ ኣይትበርርን እያ ክትብሉን ትኽእሉ ኢኹም ወይ ንእሽተይ እያ ተበረረት ክትብሉ ትኽእሉ ኢኹም ግን ብጣዕሚ ኣብ ናስ ደይሊ ድበሃል ኣሎ ሓደ ወዲ ዝሰርሐን ከምዛ ከምዚ ጌርኩም ቅርጺ ናይዚኣ ቀይርኩም ትፈልጡ ኢኹም ከምዚኣ ጌርኩም ሓቀይ ንኣሽቱ ከለና ንሰርሕ ኔርና ከምዚ ጌሩ ዝሰርሐን ኤርፕሌን ግን ክሳብ ሓደ ሰዓት ክበራ ርኤ ብጣዕሚ ወስ ሾክድ ብጣዕሚ እየ ሰንቢደ። ብሓጺሩ እዚ ወረቐት እዚ ክበርር እንተ ደኣ ኰይኑ ቅርጹ ክቕየር ክኽእል ኣለዎ እምበር ደይበርር ኰይኑ ኣይኰነን። ንሕና እውን ህይወትና ክንቅይር ዘይንኽእል ኰይንና ኣይኰነን ግን ቅርጽና ምቕያር የድልየና ኣሎ። ካብዚ ቲክቶክ ጥራይ ዝርኢ ስቕ ኢሉ ጥራይ ደማርር you know ተስፋ ዝቖረጸ ከምዚ ዓይነት መንነት ዝነበሮ ምኽንያት ዘይብሉ you know ካብኡ ካብ ከምዚ ነገራት እዚ ድሒነ ካብዚ ነገራት እዚ ወጺኤ ቅርጥና የእምሮይ ክቕይር እንተ ደኣ ክኢለ ክበርር እኽእል የሕዋተይ ትዝደለኽዎ ሂወት ክረክብ እኽእል እየ ቅርጺ ናይ ኣእምሮይ ማለት እንታይ ኣበይ እየ ድውዕል ክትስእ እንከለኩ እንታይ ዓይነት ኤነርጂ ሒዘ እየ ድትስእ ብምስጋና ብጸሎት ድየ መዓልተይ ድጅምሮ ተስፋ ቆሪጸ ድየ መዓልተይ ድጅምሮ ከመይ እዩ ደሎ ዩ ኖው እስከ ረእይዎ ኢኹም በዓል መን እዩም ኣዕሩኽተይ ቅርጸይ እንተ ብዝግባእ ቀይረ ናብታ ዝደልያ ሂወት ምብራረይ ዘይተርፍ እዩ ግን ቅርጸይ እንተዘይቀይረ ቲክቶክ መዓት ነገራት ካልእ መዓት ኔጌቲቭ ነገራት ብዙሕ ጥቡቕ ነገር ስለ ደይርኢ እየ ኣብቲ ቲክቶክ ከምኡ ድብል ዘለኹ ግን ጥቡቕ ነገራት ከ ኣሎ ኣነውን ብዓቕመይ እንቀሳቐስ እየ እሱ ከዓ እንተ ፊልተር እንዳገበርና ቅርፂ ናይ ኣእምሮና ናይ ውዕሎና ናይ ነንብቦ መፅሓፍቲ ናይ ንቐስሞ ትምህርትታት እንዳቐየርና ብዝግባእ ድማ ኣእምሮና ክንስሕል ተደኣ ክኢልና ልክዕ ከምዛ ኣየር እዚኣ ንሕና ውን ኣብ ሕልምታትና ናብቲ ንደልዮ ነገር ምብራርና ዘይተርፍ እዩ። ኣብ መወዳእታ ክብለኩም ዝደሊ ኣሕዋት ሓደራኹም መን ኣለና ኣይንበል ንመን ኣለዎ እዝጊ ኣለዎ እዩ ንሕና ጥራይ ነጀምሮ ደኣ እምበር ኣብ መወዳእታ ኣገጡሑ ከኣ ፈጣሪ እዩ። ንግዜኹም ካብ ብልቢ እየ ዘመስግን ጠቂሙኩም ክኾን እዚ ነገር እዚ ድማ ተስፋ እገብር እታ ዝሓሸት ዝበለጸት ሂወት ክትፈጥርዋ ዘኽእለኩም ድማ ናይ ሽዱሽተ ወርሒ ቻሌንጅ ኣብ ዝሓለፈት ቪድዮ ሰሪሕና ኣለና ኣብዚ ታሕቲ ክገድፈልኩም እየ ነዚ ቻሌንጅ እዚ ከኣ ብኸምዚ ዓይነት ምትስሳእ ብኸምዚ ዓይነት ኢንትሪንሲክ ዝኾነ ናይ ውሽጣዊ ሞቲቬሽን ስትሮንግ ዝኾነ ዋይ ሒዝና ክንከይድ ተደኣ ክኢልና ኣብታ ትመጽእ ደላ ክልተ ሽሕን ዕስራን ሽዱሽተ ሓደሽቲ ሰባት ኢና ንኾን። ሓድሽ ዓመት ደይኮነ ክንጽበ ዘለና ሓደሽቲ ሰባት ኢና ኮይና ነቲ ሓድሽ ዓመት መርሓባ ክንብላ ዘለና። እቲ ግዜ ድማ ሕጂ እዩ። ኣብዘን ሽዱሽተ ወርሒ ነዚ ክንነግረኩም ዝጸናሕኩ መንገድታት እንዳተኸተልና ኣብታ ቪድዮ ኣብ ታሕቲ ድገድፈልኩምን ንዓኻ ብዝግባእ ብምርኣይ ዝሓሸን ድበለጸን ሂወት ንምፍጣር ድማ ኩላትና ንዳሎ ኢና። ንሕና ንጀምሮሞ። ኣብ መወዳእትኡ ደብሐ ፈጣሪ እዩ የኽብረለይ ንግዜኹም ኣሕዋተይ ሳብስክራይብ ደይገበርኩም እንተ ሃሊኹም ድማ ሳብስክራይብ ግበሩ ኢኹም ይጠቕሙ ኣነ ትብልዎ ሰብ እውን ሼር ግበርሉ ቁርብ ኣንዋሕ ኣቢለልኩም ኣለኹ ሎሚ መዓንቲ ድማ ክብረት ሃበለይ ኣሕዋተይ ምሳይ ስለ ዝጸናሕኩም ኣብ ዝቕጽል ቪድዮ ክሳብ ንራኸብ ሰላም ሰናይ ንዓኹም